እቲ ፊልም ዝጅምር ኬለንን ዴነንን ዝበሃላ ክልተ ኣሕዋት ካብ ናይ ዳርክንራ ሰባት ከምልጣ ንርኢ። ሓደ ቀስት ተወርዊሩ ኬለን ደኒና ተሕልፎ። ኮይኑ ግና ንካልኣይ ግዜ ምስ ወረወሩለን ኣብ ናይ ዴን ሕቆ ይዓልብ። ኬለን ምሳይ ኩኒ በጺሕና ኢና እንዳበለታ ጉዕዘኣን ይቅጽላ። ኣብቲ በረኻ ምስ በጽሓ ዴን ካብቲ ፈረስ ወዲቃ ክትንከባለል ጀመረት። ነዚ ዝረኣየት ኬለን ብቅልጡፍ ወሪዳ ካብ ዝወደቀቶ ተቅንዓ። ዴን እቲ መጽሓፍ ሂባ ድለይዮ እዚ ካባይ ንላዕሊ ኣድላይ ምዃኑ ትፈልጢ ኢኺ ትብላ። እቶም ጸላእቲ ኣብ ላዕሊ ኮይኖም ዝኸውን ኩሉ ይርእዩ ኣለዉ። ኬለን ንሓፍታ ስዒማ ምስ ጎየት ንሶም ውን ክኽተልዋ ጀመሩ። እናጎየት ከላ ምስ ሓደ መብረቕ ዝመስል ትጋጮ። ሓላፊኦም ፌን ናብቲ ድንበር በጺሕኺ ኢኺ ኣናዛዚት፣ ተምልጥሉ መንገዲ የለን ይብላ። ኬለን ካብ ጁባኣ ሓደ ዝበርህ ኣስማት ኣውጺኣ ናብቲ ዶብ ኣብ ተጸግዐሉ ሰዓት እቲ በሪ ተኸፊቱ ኣትያ ምጉያይ ትጅምር። ፌን ነቶም ወታደራት፣ ናብ ካልድሪስ ከይድኩም ንንጉስ ዳርከንራል እታ ኣናዛዚት ዶብ ጢሒሳ ከም ዝኸደት ንገርዎ ኢሉ፣ ዝተረፉ ድማ ሓቢሮሞ ክኸዱ ይገብር። ናብቲ ዶብ ምስ ኣተዉ ትበሪ ይዕጾ። ኣብ ተመሳሳሊ ሰዓት ሓደ ሪቻርድ ዝበሃል ሰብ ዕንጨይቲ ፈሊጹ ድልድል ሰሪሑ ምስ ወድኣ ጅሪ ዝበሃል ቆልዓ ይመጽእ። ሪቻርድ ነዚ ድልድል ትሻገሮ ናይ መጀመርያ ሰብ ኢኻ ይብሎም። ጂሪድ ግን ዝፈርሐ ይመስል። ሪቻርድ ብፈረሱ ገይሩ ነቲ ድልድል እንዳተመላለሰ ከም ዘየፍርሐ ርእይዎ ይኸይድ። ብምቕጻል ኣብ ትሕቲ ዛፍ ኮፍ ኢሉ ኣፕል እንዳበልዐ ከሎ ንኬለን ወተሃደራት እንዳሳደድዋ ርእዩ ክኽተሎም ይትስእ። ኣብ መወዳእታ ኣብ ገደል ጫፍ በጺሓ ጠጠው ትብል። ንናይ ፌን ሰባት ኣብ ዘለኹሞ ኹኑ ትብሎም። ፌን ቀስቲ ወርውሩላይ ኢሉ ይእዝዞም። ኮይኑ ግና ሪቻርድ ነቶም ወተሃደራት ደፊኡ ክገድፍዋ ይነግሮም። ፌን ብቦክስ ወቂዑ የውድቖ። ካብቶም ወታደራት ሓደ ናብ ኬለንጎይ ብሴፍ ክወግኣ ክብል ክሳዱ ሓኒቓ ኣናዚዛ ምስ ናይ ባዕሉ ሰባት ክገጥም ጀመረ። ኬለን ውን ወደቐት። ፌን ነቲ ዝተናዘዘ ወታደር ቀቲሉ ናብ ኬለን ተጸጊዑ ኣብቂዕልኪ እየ ኢሉ ክወግኣ ክብል ሪቻርድ ተሲኡ ምብኣስ ይጅምር። ኬለን ንፌን እግሩ ብኻራ ምስ ወግኦቶ ናይ ሪቻርድ ናይ ክሳዱ በጢሱ ናብቲ ገደል ይጸድፍ። ናይ ኬለን ኢድ ይደሚ ከም ዘሎ ዝተዓዘበ ሪቻርድ ቁስልኺ ክሕክመልኪ ምእንታን ናብ ኣቦይ ክወስደኪ ይብላ። ኬለን ግን ናብ ክሳዱ ኻራ ተጥብቐሉ። ሪቻርድ ደንጊጹ ዝሰራሕክዎ ጌጋ ኣሎ ድዩ ኢሉ ይሓታ። ምስ ሰባት ንኽክእ ገይረ ኣይፈልጥን፣ ክኸድ ኣለኒ ክረኽቦ ዝግባእ ሰብ ኣሎ ኢላ ክትከድ ክትብል፣ ሪቻርድ እቶም ሰባት ንምንታይ እዮም ዘሳድዱ ዝነበሩ ኢሉ ይሓታ። ኬለን ተኸተለኒ እሞ ሽዑ ክትፈልጦ ኢኻ ኢላቶ ትኸድ። ምስ ከደት ሪቻርድ ኣብቲ ጫፍ ገደል ኮይኑ እንዳረኣየ ከሎ ሰዓር ዝመስል ተመን ኣብ እግሩ ይጥምጠሞ። ሰዓሪ መሲልዎ ክፎትሖ ክብል ይነድፎ። ነቲ ተመን ብእግሩ ረጊጹ ይቐትሎ። ብምቕጻል ራድስተን ዝተባህለ ሰብ ንፌን ረኺቡ መሳርሒኻ ኣቐምጥ ይብሎ። ፌን መን'ዩ ላዕላዋይ ኣዛዚኻ ኢሉ ይሓቶ። ናይቲ ቤት ምኽሪ ሓለውቲ ንሕና ኢና ኢሉ ናብቲ ቤት ምኽሪ ይወስዶ። ካብኡ ዳርከንራል ከም ዝለኣኾን ካብ ማእከል ዓዲ ከም ዝመጸን ይነግሮም። ራድስተን ጽውጽዋይ ዝኾነ ዘረባኻ ጠጠው ኣብል ይብሎ። ሪቻርድ ብርሑቕ ኬለን ኣስማት ሒዛ ይሪኣ። ንኣቦኡ ከይዱ ኣብ ኢዱ ዝበጽሖ ጉድኣት የሪኦ። ፌን ድማ ኣስማታ ካብቲ ትግምቶ ንላዕሊ ሓያል እዩ። ዶብካ ጥሒሳ ኣትያ ኣላ ሓደ ሰብ'ውን ይረድኣ ነይሩ ኣብ ክሳዱ እዚ ዝኣሰረ ኢሉ እቲ ናይ ክሳድ ይህቦ። ማይክል ናይ ሓዉ ምኻኑ ይነግሮ። ናብ ሪቻርድ ኣብ ንምለስ ኬለን ዝሓዘቶ ኣስማትን ናብ ዶብ ከመይ ጌራ ከም ዝመጸትን ነቦኡ ይጥይቖ። ኣቦኡ ውን ንሳን ዘሳድድዋን ሰባት ካብ ማእከል ዓዲ ዝመጹ እዮም እንዳበለ ከሎ ናይ ፈረስ ድምጺ ይሰምዑ። በቲ ነዃል ጌሮም ኣብ ዝርእዩ ሰዓት ማይክል ምስ ወታደራቱን ፌንን ናብኦም ይመጹ ኣለዉ። ኣቦኡ በቲ እምባ ጌርካ ከይድካ ዜዲከስ ድለዮ ይብሎ። ሪቻርድ እቲ ዕቡድ ሰብኣይ ምስ ደርሆ ዝዛረብ ምስ በሎ ኣነ ከም ዝለኣኩኻ ንገሮ ይብሎ። ብድሕሪት ገይሩ እውን ከምልጥ ይረኣ። ምስ መጹ እውን ጆርጅ ካብ ቁርሲ ሰዓት ጀሚሩ ኣይረኣኹዎን ይብሎም። ናበይ ክኸይድ ከም ዝኽእል ትፈልጦ ነገር የብልካን ኢሉ ይሓቶ። ንሱ እውን ኣይ ምስ በሎ፣ ፌን ኣብቲ ጠረጴዛ ዕንጨይቲ ዝመስል ነገር ይርኢ። ንማይክል ካብ ማእከል ዓዲ ዝመጸ ጋሻ ከመይ ገርካ ትኣምኖ ይብሎ። ንሱ እውን ሪቻርድ ከይሓሰበ እዩ ነገራት ዝገብር ምስ በሎ፣ ወደይ ማንም ከም ዘይጎድእ ርግጸኛ እየ ይብሎ። ማይክል ናይዛ ከተማ ናይ ምሕላው ሓላፍነት ናተይ እዩ። ናይ ፊን ሰባት ተቐቲሎም ኣለዉ። ሪቻርድ ድማ ኣብቲ ጉዳይ ተሳቲፉ እዩ። እንተ መጺኡ ናበይ ኣምጽኣዮ ኢኻ ኢልዎ ይኸይድ። ምሸት ዜዲከስ ጥርሑ ደርሆ ሒዙ ጸሓይ ቅድሚ ምውጽኣ ሓደ ነገር ክመጽእ'ዩ ይብል። ኣብ መንጎኡ ኬለን መጺኣ ዓብዩ ጠንቋሊ ዜዲከስ ዞር ዞር ኣንበል ሓገዝካ የድልየኒ እዩ ትብሎ። ዜድ ብኻሊእ ሰብ ዝተዳናገርኪ ትመስሊ ይብላ። ነሻር ኣስማት ኣውጺኣ ምስ ኣርኣየቶ፣ ንሱ'ውን ነታ ደርሆ፣ እንታይ ኢለኪ ነይረ፣ ጸሓይ ቅድሚ ምውጽኣ ዝበልኩኺ፣ ይብላ። ኬለን ነቲ ሲከረም ጸለይ ትብሎ። ሪቻርድ ናብኦም በጺሑ ትዝ ዝተነደፎ ስለ ዝበኣሶ ይወድቕ። ዜዲከስ ናብ ገዝኡ እእትዩ ብኣስማቱ ገይሩ ነቲ መርዚ የውጽኣሉ። ኬለን ናብቲ ሲከር ውሰደኒ ትብሎ። ዜድ ኣብዚ'ዩ ዘሎ፣ እቲ ሲከር ንሱ እዩ ይብላ። ሪቻርድ ብዛዕባ እንታይ ኢኹም ትዛረቡ ዘለኹም ኢሉ ይሓቶም። ኬለን ኣይነገርካዮን ዲኻ፣ ኣሰልጢንካ ክተዳልዎ ነይርካ፣ ዝሓለፉ ዕስራ ዓመታት እንታይ ይሰርሕ ነይሩ ትብሎ? ንሱ ውን ኣፕል እንዳሰረቐ ዩ ግዚኡ ዘሕልፎ ምስ በላ፣ ኣነ እኮ ኣብዚ ንምብጻሕ ሓፍተይ ስኢነ እየ፣ እቲ መጽሓፍ ኣብ ኢዱ ናይ ምእታው ዕጻ ፋንታ ኣለዎ ምስ በለቶ፣ ዜዲከስ ንስኺ መን ኢኺ ናቱ ዕጻ ፋንታ ትውስኒ ይብላ። ንሳ ውን ዝተተንበየ እየ ነጊረካ ምስ በለቶ፣ መሲሓት ዝተዛረብዎ ኣይትንገርኒ ይብላ። ኬለን ኣብ ማእኸል ዓዲ ብኣሽሓት ዝቑጸሩ ሰባት ይሞተለዉ ትብሎ። ሪቻርድ ብዛዕባ እንታይ ኢኹም ትዛረቡ ዘለኹም? እቲ ሲከርስ መን እዩ ኢሉ ይሓቶም። ዜዲ ገጽ ሲከር ማለት ኣብ ሽግርን መከራን ግዜ ክፉኣት ሰባት ደልዩ ዝዋጋእ ጀግና እዩ ይብሎ። ሪቻርድ ምሳይ እንታይ ዘራኽብ ነገር ኣለዎ ኢሉ ይሓቶ። ኬለን እቲ ሓቂ ንገሮ ንሱ መን ምዃኑ ትብሎ። ዜድ መጀመርያ ዳርክንራል ስለ ዝበሃል ሰብ ክነግረካ። ናይ ሰብ ዘርኢ ኣብ ሓደጋ ውሽጢ ዘእቱ ክፉእ እምነት ሒዙ እዩ መጺኡ። ቅድሚ ዕስራን ሰለስተን ዓመት ሓደ ዓውዪ ነብዪ ኣብ ዝሞተላ ዓራት፣ ትኽክለኛ ሲከር ምውላድን እቲ ቆልዓ ኣበይ ከተማ ከም ዝውለድን ተዛሪቡ ነይሩ። ዳርክንራል ቀተልቲ ልኢኹ ኣብ ሓደ ምሸት ናይ ብሬንደር ቦኽሪ ቆልዑት ቀተሎም። ካብኣቶም ሓደ ጥራሕ ተሪፉ፣ እቲ ዘይሞተ ቆልዓ ድማ ኣብ ኢደይ ኣተወ። ኣዴኻ ኣብቲ ጀምላዊ ጨፍጫፍ እያ ወሊዳትካ። ንዓኻ ካብ ኢዳ እንትወስደካ ሓቒፋ ስዒማትካ ይብሎ። ሪቻርድ ኣደይ ዝሞተት ወዲ ዓሰርተ ዓመት ከለኹ እዩ ይብሎ። ንሱ እውን ዘይትፈልጣ ሰበይቲ ኣዕብያትካ እምበር ኣይወለደትካን። ኣነ ንዓኻ ሒዘ ደብ ኣቋሪጸ ንሰሙናት ረኣኹ። ኣዳመጽኩ፣ ደመናታት ተመልከትኩ። ኣብዛ ዓለም ጆርጅን ማርያን ዝበሃሉ ሰባት ረኺበ እቲ ታሪኽ ነጊረ ንዓኻ ከዕብዩኻ ሃብኩዎም በሎ። ሪቻርድ ካብዚ ጽውጽዋይ ድሕረ ባይታ መን እዩ ትኽክለኛ ኣቦይ ኢሉ ይሓቶ። ዜዲከስ ኣይፈልጦን ምስ በሎ ወለደይ ትፈልጦም እንተኾይንካ ንምንታይ ምሳኻ ርእየዮም ዘይፈልጥ ይብሎ። ዜድ ኣነ'ሞ ካብኣቶም ነብሲ የግሊለ ንዓኻ ንምሕላው ደልየ ነይረ ግን ርሕቕ ኢለ ዳርከንራል ከይረኽበኒ ምእንታን ይብሎ። ኬለን ስማ ነጊራ ንዓኻ ንምሕላው'የ መጽየ ይቅርታ ዓንተወይ ስለ ዝቐየምኩኻ ህይወተይ ኢኻ ኣድሒንካለይ እቲ መጽሓፍ ከበካ'የ መጽየ ንሓደ ሽሕ ዓመታት ኣብ ኣንደር ድሪን ውሽጢ ተሓቢኡ ጸኒሑ ነገር ግን ናይ ዳርከንራል ጦር ክሰርቅዎ መኪሮም ምስ በለቶ ንምንታይ ይብላ ዜድ ምኽንያቱ እቲ መጽሓፍ ምስጢራዊ ሓይሊ ስለ ዝሓዘ እዩ ይብሎ ዳርከንራል እዚ መጽሓፍ ተረኪብዎ ዓለም ብሙሉእ ንምቁጽጻር ክጥቀመሉ እዩ ስለዚ ኩላትና ናቱ ባርያ ንኸውን እቲ ትንቢት ከም ዝብሎ እቲ ሲከር ዳርከንራል ንምስዓር እዚ መጽሓፍ ይጥቀመሉ እዩ ዝብል በለቶ ዜድ ኣንብቦ ይብሎ ሪቻርድ እቲ መጽሓፍ ምስ ገለጾ ምናልባት እቲ ትብልዎ ዘለኹም ጀግና እዚ መጽሓፍ ከንብቦ ኣይኽእልን ዝኸውን ኣነ እዚ ቋንቋ ኣይፈልጦን ይብሎም ኬለን ሞኩሮ ግዲ የብልካን ትብሎ ኣትኲሩ ምርኣይ ምስ ጀመረ፣ ናይ ቃል ሓቂ ዝተቖጸሩ ጽላሎት መጽሓፍ ብዝተናዘዙ ጥራሕ እዩ ምርግጋጽ ዝከኣል ኢሉ የንብቦ። ብኻልእ ገጽ ፌንን ብራድን ኣብ ምትእልላሽ ይርከቡ። ራድ ምድላይ ናብ ዘይበቅዕ ይብሎ፣ ፌን ግን ምድላዩ ይቕጽል። ኬለን እቲ ሴፍ ሃቦ ትብሎ። ዜዲከስ ብኣስማቱ ነቲ ሴፍ የምጽኦ። እዚ ሴፍ ኣብ ማንም ሰብ ናይ ብረት ቁራጽ እዩ፣ ኣብ ናትካ ኢድ ግን ክፉኣት ሰባት ንምውጋእ ሓይሊ ይህበካ እዩ ይብሎ። ኬለን በዚ ጌርካ ውን ንዳርክንራ ትቐትሎ ምስ በለቶ፣ ሪቻርድ ማንም ሰብ ኣይቀትልን፣ ንኽልቴኹም ውን ኣይፈልጠኩምን፣ እዚ ነገር ሓሶት ተኾነስ ኣነ ሲከር ተዘይኮንኩስ ይብሎም። ዜድ ተረጋጋእ ዝወደይ ምስ በሎ፣ ኣነ ወድኻ ኣይኮንኩን ኣቦይ ጆርጅ እዩ ኢሉ ገዲፍዎም ይኸይድ። ብተመሳሳሊ ፌን ኣብ ናይ ጆርጅ ገዛ በጺሑ ኣብ በሪ ዝነበሩ ሓለውቲ ተወሳኺ ሰብ ስለዘድሊ ኪድ ይብሎም። ናብ ውሽጢ እንዳኣተወ ሴፍ መዚዙ ወድኻ ኣበይ እዩ ዘሎ ንገረኒ ይብሎም። ሪቻርድ ፈረሱ እንዳጋለበ ከሎ ሃንደበት ጠጠው ኢሉ ሓደ ዝንቢ ይቐትል። ቀጺሉ ብዙሓት ዝንብታት ይመጽዎ። እቲ ፈረስ ናብ ላዕሊ ምስ ዘለለ ሪቻርድ ይወድቕ። ኣብዚ ግዜ እዚ ኬለን መጺኣ ኣፉ ሒዛ ምንም ድምጺ ከይተውጽእ ትብሎ። ሓደ ዓብዪ ዒፍ መጺኡ ነቲ ፈረስ ይበልዖ። ሪቻርድ ናብቲ ፈረስ ክኸይድ ክብል እቲ እንስሳ ድምጺ ሰሚዑ ናብኦም ምምጻእ ይጅምር። ኮይኑ ግና ዜዲከስ ብሓዊ የቃጽሎ። ሪቻርድ፣ ኣቦይ ክርእዮ ይደሊ'የ ኢሉ ብናቶም ፈረስ ገይሩ ይኸይድ። ብርሑቕ ገዝኦም ክቃጸል ይርኢ። ናብ ገዝኦም ምስ በጽሐ ነቦኡ ከውጽእ ናብ ውሽጢ ይኣቱ። ዝገበረ ገይሩ ምስ ኣውጽኦ መን'ዩ ከምዚ ገይርካ ኢሉ ይሓቶ። ጆርጅ'ውን ናይ ዳርከንራል ሰብ'ዩ። ፊየን ይደልየካ'ዩ ዘሎ ይብሎ። ሪቻርድ፣ ዜድ ንስኻ ኣቦይ ከም ዘይኮንካ ነጊርኒ ይብሎ። ኣቦኻ'ሞ ኣቦኻ'የ ምስ በሎ፣ ንሱ'ውን ሓሶት ነይሩ ዝነገረኒ ማለት'ዩ ይብሎ። ጆርጅ፣ ኣይኮነን ንሱ ዝነገረካ ኩሉ ሓቂ'ዩ። ግን ኩሉ ግዜ ኣነ ኣቦኻ እየ ኢልዎ ይመውት። ሪቻርድ እናበኸየ ከሎ ማይክል መጺኡ እታ ጠንቋሊት ድያ ከምዚ ክትገብር ዝገበረትካ ይብሎ። ሪቻርድ ፌን ከም ዝቐተሎ ይነግሮ። ማይክል ፌን እኮ ንዓኻ ክደሊ እዩ ከይዱ። ወተሃደራቱ ንሪቻርድ ክኣስርዎ የእዝዞም። ሪቻርድ ሴፉ ምስ መዘዞ እቲ ሴፍ ይበርህ። ብፈረስ ኣምሊጡ ኣብ መንገዲ ጌለንን ዜዲከስን ይረኽቦም። ዜድ ናበይ ትኸይድ ኣለኻ ኢሉ ይሓቶ። ሪቻርድ እውን ናይ ኣቦይ ቀታሊ ክደልዮ ኢሉ ካብ መንገደይ ዘወር በሉ ይብሎም። ዜድ ሓዘንካ ይርደኣኒ ምስ በሎ ሪቻርድ ኣታ ሽማግለ ዝደለኻዮ በል ኢሉ ምግላዉ ቀጸለ። ንሶም እውን ይኽተልዎ። ኣብ መወዳእታ ናብ ናይ ዜድ ገዛ ይበጽሕ። ናብ ውሽጢ ምስ ኣተወ እቲ ገዛ ተመሰቓቒሉ ይረኽቦ። ድምጺ ሰሚዑ ምስ ተጸግዐ ናይ ዜድ ይከስ ደርሆ ኮይና ትጸንሖ። ጸኒሑ ግና ኣብ ክሳድ ፌን ሴፍ ይመዘሉ። እታ ኣናዛዚት ኣበይ ኣላ ተዘይኮይኑ ክስይፈካ'የ ይብሎ። ሪቻርድ ኣቦይ ዝቐተልካዮ ንስኻ እምበር ንሳ ኣይኮነትን ኢሉ ምውቓዕ ይጅምር። ፌን ይደናገጽ። ኮይኑ ግና ናብ ደገ ኣውጺኡ ሴፉ የውድቐሉ። ኣብቲ ፈረስ ዝተቐመጠ መጽሓፍ ርእዩ ሒዝዎ ይኸይድ። ሪቻርድ ተኸቲልዎ ኣብ ሓደ ድልድል ይበጽሑ። ሪቻርድ ክቐትለካ'የ ይብሎ። ፌን ነቲ ድልድል የፍርሶ። ኬለን መጺኣ እቲ መጽሓፍ'ከ ትብሎ። ንሱ'ውን ፌን ከም ዝወሰዶ ይነግራ። ኬለን ኣይተሳኽዐን በቃ ትብል። ዜዲከስ ገና ዶብ ሰጊሩ ኣይከደን፣ ጠጠው ክነብሎ ንኽእል ኢና ይብሎም። ሪቻርድ ኣይርደእካን ድዩ ኣነ ከምቲ ትደልይዎ ዓይነት ሰብ ኣይኮንኩን ምስ በሎ፣ ዜድ ንስኻ ኢኻ ሓቀኛ ጀግና። ዘይተሳኽዐሉ ሰብ እንተነይሩ ኣነ እየ፣ እዚ ማዕበል ክለዓል ኢለ ዘይምሕሳበይ። ኬለን ትኽክል ነይራ ከሰልጥነካ ነይሩኒ ኣብ ኣቦኻ ዝበጽሐ ነገር ናይ ዳርከንራል ናይ ክፍኣት መጀመርያ እዩ ግን ጠጠው ክተብሎ ትኽእል ንስኻን ንስኻን ጥራይ ኢኻ ይብሎ ሪቻርድ ከመይ ገረ ኢሉ ይሓቶ ኣብዚ ሂወት ንድሕሪት ምምላስ ዝበሃል ነገር የለን ንቕድሚት ምስጓም እምበር ንስኻ ዓብዩ ዕጻ ፋንታ እዩ ዘለካ ትቕበሎ እንተኾይንካ ኣነን ኬለንን ኣብ ጎንኻ ኣለና ኣቦኻን ንኬለን ሓፍታን ሱቕ ኢሎም ኣይኮኑን ሞይቶም ንዓኻ ክብሉ እምበር ኢሉ ዘረብኡ ይውድእ ሪቻርድ ኣምህረኒ ይብሎ ክፍሊ ሓደ ኣብዚ ይውዳእ።